ብመጀመርያ ነቲ ክዝርጋሕ ሳልስቲ ድዩ ራብዕቲ ክገብር ዝገበረ ርኢኹም ናባይ ደዊልኩም ፊሽ እዚ ስራሕ እዚ እንታይ እዩ ከመይ እዩ ስለምንታይ ከብዚ ንስኻ ክትሳተፍ ክኢልካ ኢልኩም ብቴሌፎን ዝደወልኩምለይ ኣዝየ ኣዝየ ኣዝየ የመስግን። ብዛዕባ እዚ ስራሕ እዚ ግን መጀመርታ ኣርእስቲ ናይዚ ፊልሚ እዚ ዝበሃል ዘሎ ኣርእስቲ ቫስሮይ ዶ ቫይስሮይ ዶ ዝበሃል ዘይኮነ ካሊእ ኣርእስቲ ተዋሂብዎ ሓደ ሰብ ኣብ ንጣብ ርብዒ ዘመን ኣብ ደቀ መሓረ እናሰራሕና ከለና ተኸታታሊት ፊልም ኣብ ጉዳይ ሃገር ኣብ ጉዳይ ናይ ገድሊ ዝምልኮስ ዛንታ እናሰራሕና ከለና ኣብኣ ይላለየኒ ወዲ ሃገራይ ዝበሃል ማለት እዩ ምስ ራየኒ ክዋሳእ ብቐረባ ከዓ ስለ ዝዕዘብ ዝነበረ ነቶም ካልኦት ስራሓት ዝሰርሖም ዝነበርኩ ሓደ ስራሕ ህልወና ከውን እሞ ፊሽ ክንረኽበካሲ ቴሌፎንካ ሃበና ኢሉ በዚኣ መገዲ እዚኣ ሌላ ንፈጥር ማለት እዩ ከምኡ ኢሉ ፊልም ተወዲኡ ዓመታት ሓሊፉ ድሕሪ ክንደይ በዛ ቴሌፎን ይድወለለይ ድሕሪ ክንደይ ዓመታት ማለት እዩ ምስ ተደወለ እሞ ሓንቲ ስራሕ ኣለሃና እሞ ብሓባር ክንሰርሓ ንስኻ ከኣ ከም ገጸ ባህሪ እዚ ዝበሃል ገጸ ባህሪ ኮንካ ክትዋሳእ ኢኻ ምስ ተባሃልኩ መጀመርታ እታ ስክሪፕት ምጻያ ኢለ እሕብሮ ስክሪፕት መጽያ ካብ ኤይ ክሳብ ዘድ ብምልእታ ምስ ረኣኹዋ ብምልእታ ከኣ ነታ ኣብታ ፊልም ዘሎ ናተይ ሮል ከኣ ኣብ ግምት ኣእትየ ነዛ ፊልም ናይ ስራሕ ውዕል ንገብር ማለት እዩ። ፊልም ካብ ዝስራሕ ክንደይ ዓመታት ሓሊፉ ኣሎ ብዙሕ እዋን እዩ ኮይኑ ደሓን ንሱ ንግደፎ ኣብታ ፊልም ኣነ ከም እሱር ኮይነ ነቲ ኣብቲ ውሽጢ እቲ ቤት ማእሰርቲ ዘሕልፎ ዝነበርኩን ኣብ ደገ ዝነበረ ህይወተይን ነቶም ኣብቲ ምሳይ ዝነበሩ እሱራት እናዘንተኹ፣ ኣብቲ ዛንታ ናይቲ ምሉእ ድራማ ከኣ ህይወት ናይ ሓዳርን ህይወትን ከመይ ከም ዘጋጠመኒ፣ ድሕሪ ማእሰርተይ እንታይ ሽግራት ከም ዘጋጠምኒ ዋላ እውን ስለ ዝረኣኹሞ ዋላ ሓንቲ ዝሕባእ ነገር ስለ ዘየለ ከም ከምኡ ከም ከምኡ ኮይነ እየ ተዋሲኤ ከም ሓደ እሱር። እዛ ፊልም እዚኣ ተወዲኣ ክፍሊትና ውን ገለ ክፋል ፍርቂ ከፊሉ እቲ ካሊእ ክፍሊት ከኣ እሞ ከምዚ ጸገም ኣለኒ ከምዚ ሽግር ኣለኒ ምስ በለካ ሓደ ስነ ጥባዊ ከኣ ብተፈጥርኡ ኤርትራዊ ምትሕግጋዝ ምትሕብባር ብከምኡ ስለ ንሰርሖ ዝኮነ ፊልምታትካ ደሓን ሸይጥካ ምስ ኣበልካ ኣብ ኢድና ተብጽሓልና ኢልና በዚ ውዕል እዚ ጌርና ወዲእና ፊልምና ሰሪሕና ተኻሪጅና ማለት እዩ ሕጂ ግን ፈጺሙ ኣነዋሪ ዝኮነ ንስነ ምግባር ናይ ኤርትራ ዘይውክል ንዓይ ከም መንነተይ ከም መንነተይ ከም መንነተይ ካብቲ ዝዓበኹሉን ክሳብቲ ንገድሊ ዝኸድኩሉን ካብ ገድሊ መጺኤ ከኣ ኣብዚ ሃገር እዚ ድሕሪ ናጽነት ከም ዝኾነ ሰብ ሓዳር መስሪቱ ሓዳሩ ዝገብር ህይወት ናይ ደቁ ዘመሓድር ኣዋልድ ዝወለደ ኣወዳት ዝወለደ ኣቦ እየ ኣነ። ኣብ ከምዚ ዓይነት ሕሱር ስራሕ እሞ ከኣ ኣነ ይትረፍ ከምዚ ዓይነት እዚ ሶም ሕጂ ዝብልዎ ዘለዉ ምሉእ እኳ ክሪኦ ኣይከኣልኩን ኣለኹ ክሳብ ሕጂ ግን እዚ ፊልም እዚ ኣብዚ እዚ ንሕና እዚ ኣብ ኢድና ዝበጽሐ ስክሪፕት ዘይነበረ ፈጺሙ ዘይተራእየ ነገር እዩ ተሰሪሑ ዘሎ የለን ኣብቲ ዛንታ እቲ ንሕና ዝተዋህበና ስክሪፕት እዚ እዩ። እቲ ስሶም ሰሪሖሞ ዘለዉ ከኣ እዚ ንስኹም ትርእይዎ ዘለኹም ሕጂ ፈጺሙ ኣነዋርን ብዕሉጉን ዝኾነ ስራሕ ከኣ ተሰሪሑ ኣሎ። ስለዚ ኣነ ኣብዚ ፊልም እዚ ናይ እሱር ኮይነ ክዋሳእ ከለኹ ነቲ ምሉእ ስክሪፕት እንቢበዮ ምኽንያቱ ብደረጃ ዋላ ብቕዓት እሃሉ ኣይሃሉ ዓቕሚ ሃልወኒ ኣይሃልወኒ ከም ደራሲ ከም ዳሪክተር ከም ተዋሳኢ ኮይነ ንጥበብ ንምድላይ ዘካይዶ ጻዕርታት ንዝኾነ ስክሪፕት ንሓደ ተዋሳኣይ ክዕጽዎ ከለኹ ኣነ እንተ ኣነ ጺሒፈዮ ነቲ ፊልም እንካ እዚ ዛንታ ኣንብቦ ምሉእ ዛንታ ከኣ ምስ ተረዳእካ ገጸ ባህሪኻ ከኣ እዚ ኢለ ስለ ዝሕብር ካብ ሰብ ክቕበል ከለኩ ከኣ ነታ ፊልም ብምልእታ ሪኣ ኣብኣ እንታይ ሮል ከም ዝጻወት ከኣ እፈልጥ ስለዚ እዚ ናተይ ገጸ ባህሪ እዚ ናይ እሱር ኮይነ ክዋሳእ ከለኹ ጥራይ ተዘይኮይኑ ከኣ ኣብ ወጻኢ ዘሎ ብምሉኡ እዚ እዚዶ ጌሮሞ እዚዶ ናይ ገይዶ ናይ ገለዶ ዝብልዎ ዘለዉ ዋላ ብኣፈይ ከውጽእ ከማን ከም ቃል ደስ ኣይብለንን ይትረፍ ኣብኡ ክዋሳእ ኣነ ኣብ ከምዚ ዓይነት ስራሕ ክኣቱ ዝኽእል ሰብ ኣይኮነን መንነት ኣለኒ ስነምግባር ናይ ህዝቢ ኤርትራ እፈልጥ እየ ሕጂ ሒዘዮ ዘለኹ ዕድመ ናይ ኣባሓጎ እዩ ብዓቢኡ ክመጾ ዝጸናሕኩ ገድላዊ ካይዳ ከኣ ናቱ ስነስርዓትን ናቱ ዲሲፕሊን ናቱ ካይዳን ዘለዎ ውድብ እየ ተሰሊፈ ናጽነት ኣምጺእ ኣነ ኣብ ዝደመኹላ ሃገር ኣብ ኣዕጽምተይ እተሰባብረላ ሃገር ከኣ ከምዚ ዓይነት ካብ ስነ ምብጋር ወጻእ ዝኾነ ኣዝዩ ብዕሉግ ረሳሕ ዝኾነ ስራሕ ክኣቱ ኣይክእልን እየ ኣይክእልን እየ ከምዚ ንሳቶም ነዛ ስራሕ እዚኣ ምስ ሰርሑ ኣብኡ ከይዶም ካሊእ ሓዊሶም ዝሰርሕዎ ምስዚ ላጊቦም ከዓ ዝኸድዎ ዘለዎ መገዲ ተዘይኮይኑ በፍጹም ከምዚ ዝኣምሰለ ስክሪፕት ተቐቢላ ኣነ ፊሽ ከም ሰብ ክሰርሖ ኢሉ ዝሕሰብ ከኣ ኣይኮነን። ምናልባት ሕጂ በብቕሩብ ግዜ ዝድውሉለይ ዘለዉ ካብ ኤመሪካ ድዩ ካብ ዝተፈላለየ ሃገራት ክልተ ካሜራ እየን ከማን ንሪኦ ዘለና ምኽንያቱ ብሓደ ካሜራ ክስራሕ ኣይክእልን እዩ እዚ ኢሎም ተራቒቖም ዝዕዘብዎ ዘለዉ ሰባት ኣለዉ። ፊሽ እንታይ ክትገብር ኣብ ከምዚ ዓይነት ስራሕ ኣቲኻ ኢሎም ብዙሓት ሰባት ዝድውሉለይ ኣለዉ። ካብ ትማሊ ክሳብዛ ሰዓት እዚኣ ከኣ ካብዛ ትማሊ ዝሰምዓ ዘረባን ክሳብዛ ሕጂ ዘለኹዋ ሰዓትን ከኣ ኣዝየ ሓሚመ፣ ጉህየ፣ ሓሪቀ ጥራይ እየ ዘለኹ ኣነ እንተኽኢለ ኣብ ጥበብ በታ ዘላትኒ ትሕትን ድኽምትን ዓቕሚ ንሃገራዊ መንነት ናይ ኤርትራዊ ንጅግንነት ናይቲ ዝተሰለፍኩሉን ዝረኣኹዎ ጅግንነትን ኣብ ዝተፈላለየ ዓውዲ ብመገዲ ተጋደላይ ድዩ ብመገዲ ህዝቢ ዝተኸፍለ መስዋእቲ፣ ዝተኸፍለ ሓይሊ፣ ዝተረኣየ ፅንዓት፣ ዝተረኣየ ተወፋይነት እዚታት ክዝርዝር፣ እዚታት ክትንትን፣ ማሕበራዊ ክብርታት ናይ ሕብረተሰብ ኤርትራ ከኣ ኣብ ንሓድሕዱ ፍቕሪ ከምዘለዎ፣ ኣብ ንሓድሕዱ ሓልዮት ከምዘለዎ፣ ኤርትራዊ ክሳብ ክንደይ ብሉጽ ሓያል ክቡር ህዝቢ ደኣ እምበር በዚ ከምዚ ሕጂ ዝግለጽ ከምዚ ጌርካ ዶ ከምዚ ሰሪሕካ ዶ ዝበሃለሉ ዘሎ ፊልሚ ናብ ከምዚ ዓይነት ህይወት ክኣቱ ዝኽእል ሰብ ኣይኮንኩን ብከምኡ ደረጃ ዝረኣ ሰብ ከኣ ኣይኮንኩን ኢለ ንብሙሉእኩም ነዚ ፊልም እዚ ምስ ረኣኹም ካብ ዝተፈላለያ ሃገራት ደዊልኩም ፍሽ እዚ ጉዳይ መልሲ ሃብሉ ዝበልኩምኒ እንሆ መልሰይ እዚ መስል ኣነ እንተኽኢለ ዓቕሚ እንተረኺበ እግዚኣብሔር ተሓጊዝኒ ንዓኻትኩም ዘሕጉስ ብሉጽ ንኽብርታትኩም ዘንዕድ ዝድርዕ ዘሕይል ዘመጉስ ስራሕ ደኣ ሰርሕ እምበር ኣብ ከምዚ ዓይነት ሕሱር ውርደት ዘለዎ ስራሕ ኢደይ ክጽንብር ኣይክእልን እየ እንተቲ ክሕተቱ ኣለዎም ዝብሃል ከኣ ነብሲ ወከፍ ብዛዕባ ኣብዛ መሬት እዚኣ ዝመጽእ ዋሕዚ ናይ ታሪኽ ዘዛናብሎ ድዩ፣ ዘይመልክዑን ዘይቅርጹን ዝህቦ ድዩ፣ ዘየጋበቡን ዘይነበረን ዝገልጽ ሰብ ክሕተት ባህርያዊ ኣነ ውን ሓደ ካብቶም ተሓተትቲ ኮይነ ኣብ ቅድሚ ሕጊ ቀሪበ ቃለይ እዚ እዩ ስለዚ ኣነ ዝፈልጦ ዋላ ሓንቲ ነገር የለን ኣነ ከም ሓደ እሱር ኮይና እታ ዛንታ ዘላ እያ እቲ ካሊእ ተወሳኺ ምጽኦሞ ዘለዉ ብካሊእ ድሪዖሞ ዘለዉ ነውራም ሕሱር ውርደት ዝተሓወሶ ባህልን ስነ ምግባርን ናይ ኤርትራ ዘይኮነ ሓዊሶሞ ዘለዉ እዞም ሰባት እዚኣቶም ኣብ ግዜን ኣብ እዋንን ክንራኸብ ኢና። እቲ ብዛዕባ ናብ ሕጊ ቀሪቦም ክሕተቱ ኣለዎም ዝብሉ ግን ኣነ ኣብ ቅድሚ ሕጊ ቀሪበ ጥራይ ዘይኮነ ኣብ ቅድሚ ህዝበይ ቀሪበ መልሰይ እዚ መስል ኣዝየ የመስግን ክብረት እሃብኩም የቐንየለይ።